ሰላም ኩቡራት ተኻታተልቲ መደብ ኣልኮምፒስ ትግርኛ ከመይ ቀኒኹም ኣርስታቱ ክትሰምዑ ጸኒሕኩም ንሎሚ ዕለት ዓሰርተ ለካቲት ክልተ ሽሕን ዕስራን ዘዳለናዮ ዜና ናባኹም ከብሎየ ምሳኹም ዘለኹ ንያት ሚኪኤልየ ሰናይ ምክትታል ንገበናት ክብረትን መርዓ ትሕቲ ዕድመን ዝምልከት ውጥን ሓድሽ ሕጊ ከም ዝጅምር ሚኒስትሪ ፍትሒ ሞርጋን ዮውሃንሰን ኣቃሊሑ። ነዚ እማመ ምርኩስ ብምግባር መንግስቲ ኣብ ልዕሊ እቶም መርዓ ትሕቲ ዕድመ ዝፍጽሙ ሰባት ከቢድ ሕጋዊ መቕጻዕቲ ንኽወስድ ቅርብነቱ ገሊጹ። ብተወሳኺ ድማ እቲ እማመ ነቶም ሓደጋ ናይ ትሕቲ ዕድመ መርዓ ከጋጥሞም ዝኽእል ህጻናት ኮነ ናይ ምኽንሻብ ሓደጋ ዘንጸላልዎም ህጻናት ናብ ወጻኢ ንኸይገሹ ዝእግድ እዩ። ደቅና ውልቃዊ ንብረት ናይ ስድራቤትና ኣይኮኑን። ስለዝኾነ ድማ ነዚ ጉዳይ ዝምልከት ሕጋጋት ከም እንደገና ምምሕያሽ ክንገብረሎምን ተግባራውነቶም ድማ ካብ ሓደ ሓምለ ክልተ ሽሕን ዕስራን ክጅምር ከምዘለዎም ሚኒስትሪ ፍትሒ ዮውሃንሰን ኣብ ስቶኮሎም ኣብ ዝገበሮ ጋዜጣዊ መግለጺ ሓቢሩ። ብመሰረት ሓድሽ እማመ ሕጊ መንግስቲ ብመርዓ ትሕቲ ዕድመ ኮነ ክሽቦ ደቂ ኣንስትዮ ብዝተሓሓዝ ህጻናት ንወጻእ ሃገር ከይገሹ ከጊሽ ዝተረኽበ ውልቀሰብ እንተበዝሐ ናይ ክልተ ዓመት ማእሰርቲ ክብየነሉ ከምዝኽእል ተሓቢሩ። ኣብ ዩኒቨርሲቲ ኦረብሮ ዝተገብረን ኣብ ብሪቲሽ ሜዲካል ጆርናል ዝሰፈረን ሓድሽ ሕክምናዊ ዳህሳስ ከምዘመልክቶ፣ ኣብ እዋን ጥንሲ ምትካኽ ንጥዕና ህጻናት ብኣሉታ ከምዝጸሉን ኣብ ናይ ፈለማ ዕድሚኡ ንመስበርቲ ዓጽሚ ሓደጋ ከምዘቃልዕ ተገሊጹ። ነዚ መጽናዕቲ ኣብ ምድላው ዝተሓባበረት ዋና ተሳታፊት ሆላንዳዊት ዮዲት ብራንት ብዛዕባ ኣሉታዊ ሳዕቤናት ምትካኽ ኣቐዲሙ'ውን ሓበሬታ ጸኒሑና'ዩ ኢላ። ንሳ ኣብ መዓልቲ ዓሰርተ ሽጋራ ዘትከኸ ኣዴታት ናጽለእን ኣብ ቀዳማይ ዓመቱ ኣዕጽምቱ ናይ ምስባር ዕድሉ ብኣርብዓን ሓደን ዝዓበየ እዩ ኢላ። ኣብ መንጎ ኣሕዋት መጽናዕቲ ብምግባር እዚ ጐዳእነት ብተደጋጋሚ ፈተነ ከረጋገጽ ከም ዘኽኣለ ድማ ወሲኻ ኣብሪሃ'ላ። ኣብ መንጎ ሓለፍቲ ፖሊስ ዝግበር ውሽጣዊ ምጽሕሓፍ ኤለክትሮኒካዊ ደብዳቤታት ይኹን ምስ ካልኦት ሰራሕተኛታት መንግስታውያን ትካላት ዝግበር ዝነበረ ተኣፋፍን ምስጢራውን ጽሑፋት ኣብ ናይ ውልቀ ሰባት ኤለክትሮኒካዊ ሕሳብ ከም ዝበጽሐ ተለቪዥን ሽወደን ኣቃሊዑ። ከምዚ ዓይነት ናይ ፍጻመ ምግጣሙ ዘሕዝን ሳዕቤኑ ከቢድ ክኸውን ከም ዝኽእልን ብፍላይ ድማ ኣብ ኢድ ዘይተደለዩ ሰባት ምስ ዝወድቕ ድማ ሓደገኝነቱ ዝኸበደ ይኸውን ክብል ሓላፊ ሓላዊ ሓበሬታታት ፖሊስ ማትያስ ራቢ ሓቢሩ። እቲ ዝሰሎኸ ደብዳቤታት ብዝሑ ልዕሊ ሚእቲ ኮይኑ፣ ሓበሬታታት ብዛዕባ ገበናት፣ ጥርጡራት ሰባት፣ ግዳያት፣ መርመራታት ፖሊስ፣ ውልቃዊ ሓበሬታ ናይ ብዙሓት ሰባት ማሕበራዊ ሰነድ ዋንነት ዘጠቓለለ'ዩ ነይሩ። እዚ ካብ ፖሊስ ብጌጋ ናይ ውልቀ ሰባት ዝበጸሐ ደብዳቤታት ንመጀመርያ ግዜ ከምዘይኮነን ቅድሚ ሕጂ'ውን ካብ ቤት ጽሕፈት ኣማኻሪ ሕጊ ምስጢራዊ ቁጽሪ ቴሌፎናት ናይ ፈራዶ ክልተ ግዜ ብተመሳሳሊ መንገዲ ብጌጋ ከምዝወጸት ቴሌቭዥን ሽወደን ኣቃሊሑ። ሽወደን ካብ ዝተጓሓፉ መካይን ዝርከብ ፕላስቲክ ሪሳይክል ኣብ ምግባር ምስ ካልኦት ሃገራት ብምውድዳር ብድሕሪት ተሪፋ ኣላ ክትብል ሬድዮ ሽወደን ገሊጻ ኣላ። ብመሰረት ውድብ ሪሳይክል መካይን ፊባሎቶ ፋብሪካ ከምዚ ዝበለ ኣሰራርሓ ኣኽሳቢ ኣይኮነን። እዚ ዝኾነሉ ምኽንያት ገዛእቲ እቲ ሪሳይክል ዝገብር ነገር ስለዘይርከብ እዩ ክብል ኣካያዲ ስራሕ ኢንዱስትሪ መኪና ብወርሒ ታሕሳስ ገሊጹ ምንባሩ ሬድዮ ሽወደን ሓቢራ። ኣብ ክንድኡ እቲ ፕላስቲክ ምስ ከም እኒ ነዳዲ ዝኣመሰሉ ካልኦት ተቓጸልቲ ነገራት ከም ዝቃጸልን እዚ ዝያዳ ኣኽሳቢ ምዃኑን ንኣከባብያዊ ብከላ ግን ዓቢ ተራ ከም ዘለዎ ይነግር። ከም ዝፍለጥ ሃገረ ቤልጁም ሱሳ ሚእታዊት ፕላስቲክ ዝተደርበያ መካይን ሓደስቲ ፍርያት ንምስራሕ ከም እትጥቀመሉ ይፍለጥ። ኩቡራት ተኸታተልቲ መደብ ኣልኮምፒስ ትግርኛ እዚ ክትከታተልዎ ዝጸናሕኩም ንሎሚ ሒዝናዮ ዝነበርና ዜናታት ኢዩ። ኣብ ዝመጽእ ረቡዕ ብሓድሽቲ ኣርእስታትን ብሓድሽ ዜናታትን ክሳብ ንራኸብ ሰሰናይ ንዓኹም ድሓን ቀንዩ።